ኣይምክትን ኣይወፍርን ዝብሃል ከምኡ ዓይነት ነገር የለን። ናህና ሸፋቱ ናይ ትግራይ ሸፋቱ መከናይዝድ ሓይሊ ናብ ስልጠና ኣእትዩ'ሎ። ግዚኡ ኣኽሊሉ ኣካልን ኾነሉ።
ሰላም ጥዕና ይሃበለይ ኣብ መላእ ዓለም ኮይንኩም ነዚ ቻናል እዚ ትከታተልዎ ዘለኹም ሎሚ እውን ከምቲ ልሙድ ኣብ ማሕበራዊ ሚድያታት ኣዝዮም ኣዝዮም ኣዘራርብ ዝበሃሉ ዛዕባታት ሒዘልኩም መፅየ ኣለኹ እስካ ቪድዮ መጨረሻ ሓቢርኩም ክትፀንሑ ብኽብሪ ዕድም እምበኣርከስ ነዚ ቻናል እዚ ሓደሽቲ ዝኾንኩም ሳብስክራይብ ብምግባር ቤተሰብ ይኹኑ ከምኡ እውን ነዚ ቪድዮ እዚ ላይክ ምግባር ጀምሩ እስካ ቪድዮ መጨረሻ ሓቢርኩም ክትፀንሑ ብኽብሪ ሓደ ሓበሬታ ክነግረኩም መራሕቲ ህወሓት ኣብ ኣዲስ ኣበባ ኣርሚ ሰብዓ ሓደይ መስሪትና ኢና ኢሎም ብዝተፈላለየ ማሕበራዊ ሚድያታት እናጋውሑ ይርከቡ። በሽቆም ስለለለዉ ኣብ ኣዲስ ኣበባ ለሎ ትግራዋይ ኣብ ኣዲስ ኣበባ ለሎ ነባር ኣብ ኣዲስ ኣበባ ለሎ ሓደ ነጥቢ ሓሙሽተ ትግራዋይ ልከብልዕዎ ልክብቀልዎ ስለኦም ስለለ ሓገዘ ልከጥፍዎ ብብርክት ዝበሉ ማሕበራዊ ሚድያታት ኣብ ኣዲስ ኣበባ ኣርሚ ሰብዓ ሓደይ ኣደራጂናና መስሪትና ኢና ኢሎም ብዝተፈላለዩ ብናይ ባዕሎም ሚዲያታት እናተዛረቡ ይርከቡ ባይዞ ወይ ጥንቃቄ ክንገብር ኔና ጥንቃቄ ማለት ሲ እዞም ሰባት እዚኦም ምጥፍኦም ስለለይቀረ ክጠፉ ምዃኖም ክውልዑ ምዃኖም ናብ መወዳእታ ጉባኤ ወይም ደግና ናብ መወዳእታ ኣኼባኦም ስለዝኾነ መንግስቲ ኢትዮጵያ እውን ሓምለ ለቁም ስለዝፈለጡ እቲ ህዝቢ እቲ ኣብ ኣዲስ ኣበባ ዘሎ እቲ ኣብ ኢትዮጵያ ዘሎ ህዝቢ ተመላልኦም ክኸዱ ኣርሚ ሰብዓ ሓደይ መስሪትና ኢና ዛት ሚኒስ ሰብ እኒኤና እዩ ናይና ሰብ እኒኤና እዩ ደጋፊ እኒኤና እዩ፣ መንእሰይ እኒኤና እዩ፣ ልፈረሱ ሰራዊት ኣብ ኣዲስ ኣበባ ኣደራጅናዮም ኢና፣ ልኸደ መንእሰይ ኣብ ኣዲስ ኣበባ ኣደራጅና ኢና። እዚ ቅኔ እዩ ባይዘወይ ተናዕዋ ሰበይቲ ቅኔ እዩ ቅኔ እዩ ኢሎም ድዮም ተናገርዋ ቅኔ እዩ እዚ እቲ መንእሰይ ልካሕፍስዎ እቲ መንእሰይ ልከውቅዕዎ እቲ መንእሰይ ልከጥፍዎ ካልእ ይኾነይ ባይዘወይ ክንቃወም እኒኤና ኣታ ኣብ ኣዲስ ኣበባ ዘለኻ መንእሰይ እውን ልዚ ውድብ እዚ ተቃውሞ ኣቱም ኣብ ኣዲስ ኣበባ ዘለኹም ነበርቲ ተጋሩ እውን ልዚ ውድብ እዚ ተቃውሞ ምክንያቱም ሃፍታም ትግራዋይ ነባሪ ትግራዋይ ኣብ ኢትዮጵያ እዩ ዘሎ መብዛሕትኡ ትግራዋይ ኣብ ኣዲስ ኣበባ ሆቴል ከፊቱ ኣብ ኣዲስ ኣበባ ድርጅት ከፊቱ ኣብ ኢትዮጵያ ኣግሮ ኢንዱስትሪ ዓበይቲ ድርጅታት ከፊቱ እዩ ዝነብር ዘሎ ስለዚ ህወሓት ዓቕልሞቶም ፃዕሪ ዓቕልሞቶም ስለ ዝበፅሐ ሰብ ከም ዘለዎም ደጋፊ ከም ዘለዎም ኣምሲሎም ይናገር ኣለዉ እዚ ክትነቕሑ እኔኩም ባይዘወ ካልእ ይኹነ ኣብ ኢትዮጵያ ኣብ ኣዲስ ኣበባ ምንም ልፍጠር ነገር ምንም ልመፅእ ነገር የለ ሕወሓት ስለለውግዑ ኣብ ኢትዮጵያ ለሎ መራሒ ወይም ሓይሊ ኣብ ተጋሩ ሕማቕ ነገር ገብር እዩ ማለት ነበር ለይኮን ነገር እዩ ነበር እርግጠኛ ኮይነ ይነግርኩም ኣለኹ ታማ ሓደ ሓደ ኣንደርስታንድ ችግር ዘለዎም ርዲ ችግር ዘለዎ ምናልባት ዶ ይኾን ብነብሊ እምበይ ካሊእ ልፍጠር ተኣምር የለይ እና እንዲ ዝለኣክል ኣርሚ ሰብዓ ሓደ ኣርሚ ሰብዓ ሱዳን እያ እኒኣ ኣርሚ ሰብዓ ሓደ ለለ ኣብ ዓድና ኣብ ኢትዮጵያ ኖ ኣላ ኣብ ናይ ዓዲ መስሪ ኣም ዝበሃል ነገር የለ ኣቱም ኾራ ኩርድናኹር ስለዚ ምናልባት ኣብ ማሕበራዊ ሚድያ ከምዚ ዓይነት ትሰምዑ ተለኹም ጥንቃቄ ክትገብሩ እኔኩም። እዚ ናይ ሕወሓት መልእኽቲ ለኣና ታይ ተፅዕኖ ተምፀልና፣ ለኣና ታይ ችግር ክፈጥረልና፣ ልቲ መንእሰይ ታይ ክገብሮ ይኾን? እዞም ሰባት እዚኦም በይኖም ከይጠፉ ተተሓሒዝና ንጥፋእ ልብል ሒዞሞ ለለው ፕላትፎርም ወይም ፕሮጀክት ብደንብ ገይርና ክንፈልጥ ወይም ንቕሕና ክንቃለሶም እኒኤና መራ ሰይድሊ ሕወሓት ናብ ጉድጓድ ምእታያ ስለ ዘይቀርያ ኢዳ ምሃባ ስለ ዘይቀርያ ምናልባት ተመላሊአዮም ሒዘዮም ክጠፍእ እየ ኣብ ልሉ ፕሮጀክት ተፍፅም ኢዳ ኣላ ኣብ መላእ ኢትዮጵያ ዘለኹም ተጋሩ ኣሕዋተይ ነቂሕና ነቂስ ብነቂስ ሕወሓት ክንቃወሞ ወይም ክንቃለሶ እኔና ሕወሓት ፌል ገይሮም እዮም እዚ መነክሰ እዩ ርኢኻዮም ዲኻ ታድሰ ድምፂ ኢሎም ተሸማቒሎም ኣነ ብሂወተይ ከም ቀዳም መዓልቲ ስሒቐ ይፈልጥ ከምዚኣ ተሸማሪሮም ቶም ነኽብሮም ኣታስ ክተስታውሱ ጌታቸው ረዳ ኣብ ስቴድዮም ክኸድ ከሎ ምስቲ ሰውነቱ እቲ ህዝቢ ከመይ ይቕበሎ ነይሩ እቲ ናይ ትማሊ ግርማ ሞገሱ እንደረእዩ ሃማኣያ በቃ ተወዲኣ ህዝቢ ትግራይ ዝኸሓድካላ መዓልቲ ትግራዋይነትካ ዝተመንጠልካላ መዓልቲ ካባኻ እዩ ዝቕንጠጥ ወራዳ ኢኻ ትኸውን ማንም ዝፃወተላ እንዳኮን ብርሃኑ ጁላ ታይ ኢልካ ዳር ድንበሯን ማስከበር የማትችል ኣገር ኢልካ ኣይንኽእል እንደኺና ስየ ታይ ኢሉ ኣብ ትግራይ ዝተወልዐ እቲ ኹናት ኣበይ ከም ትውዳእ ኣይትፍለጥን ቀሊል ኩናት ከይመስለኩም ኣብ ትግራይ ዝጅመር ኩናት ኸቢድ እዩ ነቲ ቀጠና እውን ሓደጋ እዩ ሽዑ እዩ ተዛሪቡ እሄው ንምንታይ ተይልካኒ ትግራይ በተኣምር ኢፍትሓዊ ዝኾነ ቃልሲ ኣይገብርን ነቲ መከርኡ ዘራብሐሉ ዘሎ ሰብ ክትድግፍ እንታይ ድኻ ትገብር ወፂኻ ተይልካ እንታይ ትብል ስቓይካ ከናውሐልካ ፔሬድ ብስሩ ሞራል ካበይ እዩ ዝመፅእ ሕዚ ኣመክንዮ ዝበሃል ሓቂ ከም ሰብ ተስፍሽ ሰብ ዝበሃልስ ምኽንያት ዝበሃል ነገር ኣሎ ሞራል ዝበሃል ነገር ኣሎ ብእምነት እውን ዋላ ይሃልኻ ኣይሃልኻ እምነት ነናይ ባዕሉ እንድዩ ሰብ ትዕወት ዲኻ ስኢልካ ከርሳም ተኾይንኻ እኮ ሞራል ይጠፈእካ በቃ በቃ በተኣምር ባይዘወይ ክነግረካ ከርሳም ምንም ሞራል የብሉን ህሊና የብሉን ከብዲ ዓዲ ኾን በቃ ኾይንዎም እኮ ባህ ኣብ ዝኮነ ዓዲ ግን ከምኡ ይህሉ ዶ ከምዚ ምስ ህዝብካ ከምዚ ኢልካ ዝኩሉ ዘይ ግዛእ ጌርካስ ኣብ ዝኮነ ትብሉ ናይ መጀመርያ ሰባት እዚኦም እዮም ኣብ ታሪክ ይብለካ ኣለኩ ብውርደት ማለት ብዚ ልክዕ ውርደት ባርነትን ከም ካባ ተከዲኖም ክብሪ ገይሮም ኣብ ኣደባባይ ከውግዑ ዝፈተኑ ናይ መጀመርያ ወራዳታት እዚኦም እዮም ኣይትጠራጠር ጽባሕ ንዚ መንእሰይ እዚ ትኮን ትግራይ ኢና ገዲፍናሎም ንከድ ብተኣምር ክንዲ እዚኣት ውን ጥርጣረ የብለይናን። ሳላ ጽንዓትና ቀጥ ማለትና ከኣ ዝርህርህ ኢና ኣቢልናዮም ጸላእትና ፈተውትና ኢና ኣብዚሕና ለም ከም ቀደም በይንና ኣይኮናን።
ክትምክት ግድን እዩ እዚ ብሕጊ ክድንገግ ኣለዎ። ምናልባት መራሕቲ ሃይማኖት ኮይኖም ናብ ግንባር ኮፍሩ ዘይኽእሉ ገለመለታት ስቕ ኢሉ ከም ተወሰነ እሞ ንሱ እውን ወይ ብገንዘብ ወይ ብኻሊእ መንገዲ ዝኽሕሱ ተዘይኮይኑ ኣይምክትን ኣይወፍርን ዝበሃል ከምኡ ዓይነት ነገር የለን። ዝኾነ መራሒ ወይ ፖለቲካ ገለመለ እውን ኣይትመርጸሉ ንሱ ካሊእ ቃልሲ ፖለቲካዊ ቃልሲ ዝምልሶንስ so ዞዚ ዝኒኤ ፖሊሲ ንኣብነት ኣብ እስራኤል ኣሎ ሒዚ ውግእ ሓደ እስራኤላዊ ዜጋ ነቲ ቀዳማይ ሚኒስተር ዘይክፈትዎ ይኽእል ነቲ ሒዚ ዘሎ መንግስቲ ዘሰጉሞ ፖሊሲ ዘይክፈትዎ ይኽእል ክቃወሞ ይኽእል ካልእ ካልእ ከጋጥም ይኽእል እዩ ንሱ ስለ ዘለካ ግን ኣይምክትን ኣይስለፍን ግን ኣይበሃልን ግቡእ እዩ ነውሪ የብሉን ኣብ ዓለም ስልጡን ዝበሃል ዲሞክራሲ ዝሃነጻ ዓድታት ዝገብርኦ ነገር ኢና ንገብር ዘለና ከም ተጋሩ ተፈለየ ነገር ኣይንገብርን ዘለና ካብ እዚ ግልጽ ግልጽነት ክፍጠር ኣሎ ምንም ዝሕፍር ዘሸማቕቕ ነገር የብሉን መክት ንዓዲ ከወፍር ማለት ስልጡን እዩ ዲሞክራቲክ እዩ

ኢሉ የውፅዎ ዘሎ መካናይዝድ ሓይሊ ብጣዕሚ ብዝገርም ነቲ መካናይዝድ ሓይሊ ናይ ባዕሉ ስለ ዘየኣምኖ ናህና ሸፋቱ ናይ ትግራይ ሸፋቱ መካናይዝድ ሓይሊ ናብ ስልጠና እቲ ኣሎ እዚኣቶም ፅንሕ ኢለ ብደንቢ ዝርዝር ክነግረኩም እየ ማለት እዩ ነገር ግን እንታይ ብሓፈሻ ኣብዚ ዘቕምጦ ዘለኹ በዙይ ብናይ ቆቦ ግንባር ብፍላይ ብዋጃ ጥሙጋ ከባቢ ካልኦት እውን ኣለዉ ክቆፅረልኩም እየ በዙዩ ሰለስትኡ ኣቀናጅዩ ሓይሊ ኣየር መካናይዝን እግረኛ ነቀናጅየ ክኣቱ እየ ዝብል ብቆቦ ከባቢ ሓዙ ደሰይም ትታት ብዓፋር ከባቢ ዓፋር ሙሉእ ብሙሉእ ቦርደር ናይ ትግራይ ቀሪበ እየ እዩ ዝብል ካብ ሸኸት ጀሚሩ እስካዕ ዙርያ ናይ ጭፍራ ቦርደር ኣምሓራ ቀሪበ እየ እዩ ዝብል እስካዕ ኣዝዩ ሓይልታት ኣስሊፈ እየ ይብል ኣብዚ ዘስለፎም እውን ናይ ዓፋር ሓይልታት ኣለዉ ናይ ባዕሉ ናይ ባዕለ ሰፋ ቸኮል ሓይልታት ኣለዉ ሸፋቱ ናይ ባዕልና እውን ኣለዉ በዚ እውን ኣሰሊፈ ኣለኹ ይብል ኣሎ Similar to ናይ ቆቦ ዝበልክዎ በዚዩ ከባቢ እውን ሰለስቲ ዝተቀናጀወ ሒዘ ክኣቱ እየ እዩ ዝብል ነገር ግን ኣብዚዩ ፍልይ ዘብሎ እንታይ እዩ ንድሕሪት ዝርኢ ንናይ ዓፋር ሓይልታት ምናልባሽ ብላዕላይ ብናይ ጅቡትን ኣዲስ ኣበባን መንገዲ ነዚዩ ከይቆርፁ እቲ ሓይሊ ድማ እንዳጠንከረ ስለ ዝመፀ ናይ ዓፋር ሓይሊ ብስሩ መጠንቀቕታ ሂቦም እዮም ትማሊ በምሓርኛ ከም ዝሰራሕናዮ እዚኦም ናጠንከሩ ስለ ዝመፁ ንድሕሪት ዝርኢ ሓይሊ እውን ኣቐሚጠ እየ ይብል ነቲ ንድሕሪት ዝርኢ ናይ መካናይዝድን ናይ ኣየር ሓይልን ቅንጅት ክሕዞ እዩ ክሕልዎ እዩ እቲ ናይ ጅቡቲ ኣዲስ ኣበባ መንገዲ ይብል ናይ ዓፋር ሓይልታት ግን ኣብዚ እዩ ሰራዊት ዓፋር መጠንቀቕታ ሂቦም እዮም ከምቲ ትፈልጥዎ ሰለስተ መጠንቀቕታ እዮም ሂቦም ንሰራዊት ኢትዮጵያ ብፍላይ ካብ ብሄር ብሄረሰባት ዝመጻኹም ናብ ገዛኹም ተመለሱ። ንሕና ምስ ብሄር ብሄረሰባት ባእሲ የብልናን። እጎግሞ ዝበሎ እየ ዝብል ዘሎ ባእሲ የብልናን ምስ ብሄር ብሄረሰባት ውፁ ካብ ዓፋር ናብ ቦታኹም ተመለሱ። ስለዚ ብሄር ብሄረሰባት ብፍሉይ እዩ ፀዊዑ። ካልኣይ ፃውዒት ጠቕላላ ንመንግስቲ ኢትዮጵያን ብፍላይ ከዓ ሰራዊት ኢትዮጵያ ብሓፈሻ ሰራዊት ንዝብል ማለት እዩ ምክንያቱ ንሕና ንቃለስ ዘለና ኣብ ውሽጢ ዓፋር ዘሎ ፀረ ዲሞክራሲ፣ ፀረ ልምዓት፣ ፀረ ህዝቢ ዝኾነ ሓይሊ ክነውግድ እዩ። ስለዚ ናይ ዓፋር ጉዳይ ንዓፋር ስለ ዝምልከት መንግስቲ ኢትዮጵያ ጣልቃ እቶ ዘይተባሃልካ ጣልቃ ብምእታው ዘይተፀዋዕኻ ብምእታው ዓፋር ተፍርስ ኣለኻ። ብፍላይ ናይ ኦሮሞ ኢሊት እውን ፍልይ ኣቢሉ ዝፀውዕም እዩ። ናይ ኦሮሞ ኤሊት ኣብ ልዕሊ ህዝቢ ኦሮሞ ፅባሕ ንጎ ክመፅእ ዝኽእል ክትሓስቡ ይግባእ ስለዚ እቲ ሕዘብ ዓፋር ተወሲኑ ዘሎ ኣብ ዓፋር ዝኒህ ሰራዊት ብምሉ ይውፃልና ህዝብና ክነልዕል ኢና እዩ ክፅውዕ ዝኽእል ብርግፅ ኣወል ኣርባ እዩ እጉግሞ ይኮኑ ግን ህዝቢ እንተይፀውዐ ህዝቢ እንተየማኸረ ኣወል ኣርባ ናይ ኣብዪ ኣሕመድ ልኡኽ እዩ ባዕልኻ ንባዕልኻ ጸዊዕካ ኢኻ ትኣቱ ዘለኻ እምበር ህዝቢ ዓፋር ኣየድልዮን እዩ ባዕልና ክነልዕሎ ባዕልና ካብ ዘለዎ ዓፀባ ክነውፅኦ እንተኮይንና ውሱልና እያ ሳልሳይ ንሸፋቱ ትግራይ እያ ሸፋቱ ትግራይ ሓደ ቅድሚ ሕዚ ኣውፂናዮ ዝነበርና መፀዋዕታ ነይሩ መፀዋዕታ ተመለሱ ንዓድኹም ተመለሱ ናብ ህዝብኹም እምብለይ እንተልኩም ግን ካብ ዓፋር ትትኮስ ትግራዋይ ተጥፍእ ጥይት ፍጹም ኣይትህሉን ብግልፂ ቃል ብቃል ቅድሚ ሕዚ ከም ዘቐመጥዎ ኣብ ዓፋር እትወቅል ትግራዋይ ተጥፍእ ዕሾኽ ክትህሉ ኣይትኽእልን እያ ትብል ስለዚ ንዕኦም እውን ውፁ ኣይንወፅ እንተልኩም ግን ኣይንልምንን እያ ትብል እዚኤን እየን ኣውፂኦሞ ዘለዉ ስለዚ እዚ ጥራሕ እንተይኮነ ብስሩ እውን ናብ ዝተፈላለዩ ከባቢታት ናይ ዓፋር ብፍላይ ናብ ዞባ ክልተ ክኣቱ ምኳኑ ዞባ ሓደን ክልተን ክኣቱ ምኳኑ ብግልፂ ኣቐሚጡ እዩ ተወሰነ ቦታ እውን ሒዞም እዮም ኣትዮም እዮም ስለዚ ነዚኦም ብዓፋር ኣቢሎም ናይ ጅቡቲን ኣዲስ ኣበባን መንገዲ ከይቖርፁ ብመካናይዝድን ብኣየርን ክከላኸል እየ ይብል። ትሕት ኢልና ናብቲ ዓንተወይ ዝጀመርክዎ እንተኸይድና ኣብ ጃምዶ ማርያም፣ ተኩለሽ፣ ቀዩ ኣፈር ገለመለ ዝበሃሉ እስካዕ ላስታ ዘሎ ብምሉእ እዚዩ ብማዕበል ክኣቱ እየ ሂማን ዌብ ክኣቱ እየ ይብል ስለዚ በዚ ደረጃ ናብ ትግራይ ክኣቱ እየ ይብል እሞ ኣብዚ እንታይ ኢኹም ትግንዘቡ ይመስለኩም ብርግፅ እታ ታርጌት ናይ ኣብዪ ኣሕመድ ታርጌት ናይ ኢትዮጵያ መንግስቲ ትግራይ እያ ኣምሓራ እኮ ካብ ጫፍ ናብ ጫፍ ኣምሓራ ውግኣት እኒኦ ናይ ኣምሓራ ኮምዚ ገይሩ ብመካናይዝድ ክኣቲ እየ ብኣየር ክኣቲ እየ ክብል ኣይሰማዕኩሞን ብርግፅ ኣይወቅዕን ዘሎ ማለት ኣይኮነን ንኣብነት ጎጃም ኣየራት እየን ሚሳይላት እዮም እቶም ክነርእየኩም ዝቐነና ንምንታይ ግን ትግራይ ብፍሉይ ታርጌት ከምዚ እዩ ክኣቲ እየ ኢሉ ብፍሉይ ታርጌት ገይርዋ ንምንታይ እዩ ንትግራይ ክኾን ከሎ ካብ መጠን ንላዕሊ ሓይሊ ዘስልፍ እዚ እዩ ሓደ ታሪክ ትግራይ ታሪክ ትግራይ ታሪክ ቃልሲ ህዝባዊ ወያነ ሓርነት ትግራይ ታሪክ ቃልሲ ወያነ ትግራይ ብሓፈሻ ንፀላእቲ ዝምብርከኽ ስለ ዘይኮነ ሓያል እውን ስለ ዝኾነ ሓይሉ ኣብቲ ኮዝ እዩ ኣብቲ ኮዝ ኣብቲ ምክንያት ኦኬ ኣብቲ ምክንያት እዩ እቲ ሓይሊ ኣብቲ ናይ ጦርነት ምክንያት እዩ እቲ ሓይሊ ስለዚ ናይ ጦርነት ምክንያት ናይ ትግራይ ብፍሉይ ስለ ዝሪኦ ኣብ ኩናት ሰዓራይ ንክትኮን እቲ ከውዝ ስለ ዝኾነ ተዋና ምክንያት ምክንያቶም ፅኑዕ እዩ ምክንያቶም ድልዱል እዩ ክቃለሱኒ ምክንያታውያን እዮም ስለዚ ምኽንያታዊ ኮይኑ ህዝባዊ ሕቶ ሂዙ ሒዙ ዝቃለስ ተቓላሳይ ከዓ ስለ ዘይሰዓር ናብ ትግራይ ቦቲ ሕዚ ትሪእዎ ዘለኹም ዓይነት ሂማን ዌቭ ፕላስ ናይ ዓለም ቴክኖሎጂ ፕላስ ዘሎ ሓይሊ ክላፈኖ ዝኽእል ሕዚ ቅድሚ ሕዚ እውን ከምኡ ገይሩ ክላፈንዎ ዝኽእሉ ናይ ቅድሚ ሕዝን ናይ ሕዝን ሓደ ኣይኮነ ስለዚ እዚ ክብል ከለኹ ሕዚ ስግኣት ክፍጠር ደልየ ኣይኮነ ብቆቦ ይመፅእ ኣሎ ብዓፋር ይመፅእ ኣሎ እስካዕ ላስታ ዘሎ ብምሉኡ ሒዝዎ ኣሎ ናብ ትግራይ ይመፅእ ኣለኩ እዩ ካሊእ